ሰላም ሰላም ኣሕዋት ከምቲ ልሙድ ምሳኹም ዘሎ ሕጂ እውን ዳዊት እየ ሶ ሎማዓንቲ እውን ብዛዕባ ሓንቲ ነገር ክንዛረብ ኢና እዛ ከዓኒ እዛ ኢልስታቶር ትበሃል ኣዶብ ኢልስታቶር ማለት እዩ እዚኣ ኣፕሊኬሽን ተስፋ ገብር ክትፈትዎ እተን ዝቐደማ እውን ተስፋ ገብር ክሰረይናልኩም ክኾነ ዝኾነ ሕቶ ተሎ ከዓ ኣብ ክተሓባበርኩም ኣብ ኮመንት ትፅሓፉለይ ወይ ድማ ኣብ ዩቱብ ናተይ ኣቲኹም ኣብ ኢንስታግራም ማለት እዩ ኣብኡ ኣለኩም ቴክስት ግበሩለይ ማለት እዩ ሰናይ ናኹም ሰናይ ምግታል ቅድሚኡ ክንክሕብረኩም ዝደሊ እዚ መስል ዩቱብ ናተይ ኣብዚ ኣቲኹም ሳብስክራይብ ብምግባር ነዛ ናይ ቃጭል ምልክት ብምውላዕ እውን ተኸታተልቲ ናትና ክትኾኑ ብክብሪ ዕድመኩም ዝሓለፋ ኣርባዕተ ቪድዮ ኣለዋ ብጀካ እዚአን ማለት እዩ ኦሬዲ ኣፕሎድ ትገብር ኣለዋ ኣብኡ ኣቲኹም ክትሪእዎን ብክብሪ ዕድመኩም ሶ ሰሰናይ ንዓኹም ሰናይ ምክትታል እዚኣ ትመስል እታ ዌብሳይት ኣብዚኣ እዚ ሊንክ ናታ ፖስት ክገብረልኩም እየ ብዲስክሪፕሽን ኣብኣ መፂኹም ከዓ ነዚኣ ከምዚ ጌርኩም ብምውፅዋ ኣብዚ መፂኹም ዳውንሎድ ክትብልዋ ትኽእሉ ኢኹም እዚ ኣሕዋት ዘርእኩም ዘለኹ ኣዝዩ ክቡር እዩ ብቐጥታ ባዕልኻ ንክተውርዶ ማለት እዩ ብፎቶሾብ ንኣብነት እስካብ ክልተ ሚእቲ ርእየ ነይረ ስጋብ ክልተ ሚእቲ ዓመት ትብል ነይሩ ስጋብ ኣርባዕተ ሚእቲ እውን ኣሎ ዝጥቀመሉ ነገራት ኣለካ ዘይትጥቀመሉ ከዓ ኣሎ ማለት እዩ ሶ ከምዚ ገይርኩም ዳውንሎድ ብምግባር ሰኒ ኤኒወይ ገይርኩም ትብልዋ ቅድሚ ነዚኣ ምውራድኩም ግን ኣሕዋት ሓንቲ ክሕብረኩም ዝደሊ እዛ ዊራር ሕጂ እውን ደጊመ ደጋጊመ ኣብ ኣርባዕተ እየ ነግረኩም ኣብ ሓሙሽተ እየ ነግረኩም ኣለኹ እዛ እንግሊሽ ሰላሳን ክልተን በት ስሳን ኣርባዕተን በት ምስ ተወቅማ ከም ትሪእዋ ዘለኹም ዳውንሎድ ኮይና ኣላ ከምዚ ጌርኩም ኦፐን ትገብርዋ ምስ ኦፐን ኢንስታል ትገብርዋ ከምዚ ጌርኩም ማለት እዩ ኦኬ ትብሉዋ ብእንግሊዝ ማለት እዩ ዳን ትብሉዋ ሕጂ ነቲ ነገራትኩም ኩሉ ክትቃልሉ ኣብ ዓላ ማለት እዩ ኣዚ ሓጋዚ ንዓኹም ሶ ተስፋ ገብር ክትፈትዋ ከም ትሪእዋ ዘለኹም ከ እዚኣ ሓደ ነጥቢ ሸውዓተ ጂቢ እያ ከባቢ ሰዓት ክወዘላይ ንክትወርድ ኣነ ግን ኦሬዲ ዳውንሎድ ስለ ዝበልኩዋ ኣይትድልየንን እያ ናብ ከመይ ገርና ኢንስታል ንገብራ ክወዘኩም ሰናይ ምክታል ንዓኹም ሶ ኣብዚ ፋይልና መፂና ኣብ ዳውንሎድ ኣቲና ኣብዚ ናለት ናተይ ከም ትሪእዋ ዘለኹም ፓስወርድ ሕጂ እውን ሓደ ክልተ ሰለስተ ኦኬ ኦኬ ትብሉ እዚ ሕጂ ኣብዚ መፂኹም ሴት ኣፕ ትብለንላ ወዲኣ ኣላ ሕጂ ከምዚ ትሪእዎ ዘለኹም ኢንስታል ትገብሩ ኣላ ክተቃልለልኩም እያ ከምዚ እቲ ምቅላል ዝበልኩም ብዘይ እዚኣ ዊንራር ዝብለኩም ዘሎ ክተጌርኩሞ ግን ኣዝዩ ኮለል ብዙሕ ኮለል ክተብለኩም እያ ማለት እዩ ሶ ተስፋ ገብር ክትፈትዋ ኣብ ዝቕፅል ብካልእ ስጋ ንራኸብ ንስኹም እውን ሸር ላይክ ሳብስክራይብ ኣይትሕመቁ ኣነ ንዓኹም ንምሕጓስ ኣብ ኣይፎን ይኹን ወላ ኣብ ኣንድሮይድ ወላ ኣብ ዊንዶውስ ማለት እዩ ንዓኹም ሕግዝ እዩ ዝበልክዎ ነገር ካብ ምምፃእ ዳሕራ ይብልኒ ንስኹም እውን እታ ንዓይ ተገድሰኒ ሓንቲ እታ ተብለኒ ካባኹም ማለት እዩ ሸር ላይክ ሳብስክራይብ ክሳይ ትብቀቑለይ ተሰናይ ንዓኹም ሰናይ ምክታል ኦሬዲ ኢንስታል ክትኾን ቀሪባ ከም ትሪእዋ ዘለኹም እዚ ኣብዛ ክትመፅእ እያ ማለት እዩ ምስ ወደአት ማለት እዩ ፋይቭ ፐርሰንት ኣላ ትስዓን ሓሙሽተን ፐርሰንት ተሪፍዋ ኣሎ ኣብዚ መፅያ ምስ ወደአት ያ ናይ ዝሓለፈኹም ቪድዮ እውን ኣብ ታሕቲ ክገድፈልኩም እየ ንስኹም ጥራይ ዳሸር ላይክ ሳብስክራይብ ኣይትሕመቑ ሕጂ እውን ደጊመ ደጋጊመ ክሕብረኩም ዝደሊ ንሳ እያ ኣንተ ካባኹም ዝረብሓ ንሳ ንኣኹም እውን ምሳሕ ኮነትን ናይ ክልተ ሰለስተ ሰከንድ እየን ኣነ እውን ተስፋ ገብር ኣብ ዝመፅእ ካልእ ንኣኹም ጠቅም እዩ ዝብሎ ሒዛ ክመፀኩም ማለት እዩ ሶ ከም ፅልዋ ዘለኹም ሰማንያ ፐርሰንት በፂሓ ኣላ ንፀበያ እስካብ ኣብዚኣ ትመፅእ ካብኡ ኩለስ ክትብለኒ እያ ኩለስ ክብላ እየ ያ ሪኹማ ኣይመፀትን ማለት እዩ ሕጂ ከምዚ ገርና ሰንት ዲስክ ዲስኮም ዶብ ንብላ ከምዚ ጌርና ሕጂ ንኸፍታ ደጊምና ማለት እዩ ደጊምና ምስ ከፈትና ፓስፖርት ክትሓተኒ ሰለስተ ሓደ ክልተ ሰለስተ ማለት እዩ ኣይሰራሓትለይን ማለት እዩ ኣብ ዲስክቶፕ ኣየምፀእኳን ፀኒሐ ሕጂ ግን ተስፋ ገብር ክትመፅእ ካልኣይ ግዜ ማለት እዩ እዚኣ ጥራይ ኢኹም ትሓተኒ ዘላ እተን ካልኦት ከምኡ ይሓተኹም እኒአን ኣብዚ የምፃእኻየ ትብለኩም እያ ከምዚ ፋይል ማለት እዩ ስጋብ ሕጂ ግን ኣይምፀትን ኣላ እንታይ ፀገም ኣይፈለጥኩም ንረኣያ ጥራይ

ያ ከምዚ መዓልቲ ሓንቲ ቪድዮ እንዳዘርጋሕኩ እየ ዘብለኩም ዘለኹ ንስኹም እውን ክትፈትውዎ ናይ ዝኾነት ቪድዮ ማለት እዩ ኣብ ታሕቲ ኣብ ዲስክሪፕሽን ክትረኽብዎ ትኽእሉ ኢኹም ሊንክ ወይ ድማ ኣብቲ ዩቱብ ኣትኹም ኣብ ቪድዮ ሆም ማለት እዩ ሆም ናተይ ኣትኹም ኣብ ዩቱብ ናይ ኩለን ቪድዮታት በብሓደ ኣብኡ ዘርጊሐ ኣለኹ ማለት እዩ ኢድኩም ኣትኹም ክትሪእዎ ትኽእሉ ኢኹም መደበይ ዝነበረ ኣብ ሓሙሽተ ደቂቕ ክውድኣ ንሳ ግን ዓሰርተ ደቂቕ ሄዳ ኣላ ማለት እዩ

እዚኣ ከምዚ ጌርና ንኣልያ ካብዚ ሪፍሬሽ ንብላ ክንከፍታ ኢና እንታይ ትመስል ክንሪኣ ኢና ማለት እዩ ናይ ትሽን ዕስራን ሓደን እዩ ከም ትሪእዎ ዘለኹም ማለት እዩ ሶ ነዚ ትመስል ነይራ ናይ ሎማዓንቲ ወዲኣ ኣላ መፅያትና ማለት እዩ ኣነ ኤክስ ክብላ ኣይትደልየንን እያ ከፊታ ከም ዘላ መረጋገፂ እዩ ንስኹም ሕጂ ተስፋ ገብር ክትፈትዋ ሰሰናይ ንዓኹም ሸር ላይክ ሳብስክራይብ ሕጂ እውን ደጊመ ደጋጊመ ይትረስዑ ቴንኪዩ